ናብቲ ዝለዓለ ጥርዚ ናይ ዓወት ብዘይ ናይ ዝኾነ ይኹን ካልእ ሰብ ደገፍ ብውልቅኻ ጥራይ ክትበጽሕ ኣይትኽእልን ኢኻ። እቶም ኣብ ጎንኻ ዝሰርሑ ሰባት እዮም ናብ ሓላፍነት ዝመዙኻ። ዝለዓለ ዓወት ንምጉንጻፍ ናይ ካልኦት ሓገዝን ምትሕብባርን የድልየካ። ናይ ካልኦት ሓገዝን ምትሕብባርን ክትረክብ ከኣ ናይ ኣመራርሓ ክእለት የድልየካ። ሰባት ኣብ ዝረኸብካዮም ኣጋጣሚ፣ ኣብ ስራሕ፣ ኣብ ገዛ ኣብ ኮም ከምቲ እንደልዮ ክገብሩልና ነዘን ኣርባዕተ መርሓታት ክንመልከንን ከነጽንዕንን ይግብኣና። ሓደ፣ ኣእምሮ ሰባት ፍለጥ። ሰባት ከምቲ ንስኻ እትደልዮ ክኾኑልካ እንተደሊኻ ንነገራት ብዓይኖም ክትሪኦ ይግባእ። ሓደ መደረ ዘስምዕ ሰብ ቅድሚ መደረ ምሃቡ ኩነታት ሰማዕቱ ክፈልጥ ኣለዎ። መንነት ሰማዕቱ ምስ ፈለጠ ጥራዩ በቲ ንሶም ዝርድእዎ መገዲ መደርኡ ከስምዕ ዝኽእል። ሓደ ኣካያዲ ስራሕ ኣድማዒ ዝኾነ መምርሒታት ከመሓላልፍ እንተኾይኑ ኣእምሮ ሰራሕተኛታቱ ብመጀመርታ ከጽንዕ ኣለዎ። ጆኣን ኣብ እንዳ ክዳውንቲ ድኳና ኸሲራ። ጆኣን ዋላ እኳ በላሕ ጓል ትኹን ሓደ ድኽመት ነይርዋ፣ ንሱ ኸኣ ዓቕምን ድሌትን ዓማዊላ ከተለሊ ዘይምኽኣላ እዩ። ሕብሪ፣ ቅዲ፣ ዋጋ እተቕርቦ ክዳውንቲ ብዓይኒ ዓማዊላ ዘይኮነስ ብናታ ዓይኒ ጥራይ ትሪኦ ነበረት። እቲ ዓይነት ክዳውንቲ እተቕርቦ ንማእከላይ መነባብሮ ዘለዎ ሰብ ዝውክል ኣይነበረን፣ ስለዚ ኸኣ ዝዕድገላ ኣይረኸበትን። ጠለብ ዓደግቲ ክትፈልጥ ነይሩዋ። ብዙሓት ናይ ፖለቲካ ተወዳደርቲ ኣብ ምርጫ ዘይእወትሉ ምኽንያት በዒንቲ ኣእምሮ ናይቶም ኣድመጽቲ ስለ ዘይርእዩ እዮም። ሓደ ካብ መወዳድርቱ ዘይሰንፍ ብቕዓት ዘለዎ ብሰንኪ ዝጥቀመሎም ቃላት ክሰዓር ይኽእል፣ ንኣብነት፣ ሓደ ተወዳዳሪ ንሓረስቶት ብናይ ሓረስቶት፣ ንነጋዶ ብናይ ነጋዶ፣ ንምሁራት ብናይ ምሁራት ቃላት ምስ ዝዛረቦም ነቲ ሒደት ክፋል ሕብረተሰብ ክርድእዎ ጥራይ ዝኽእሉ ውሱናት ቃላት ዝጥቀም መወዳድርቱ ብቐሊሉ ይስዕሮም። ገዛእ ርእስኻ ኣብ ስፍራ ካልኦት ኣቐሚጥካ ተዓዘብ። ኣነ እንተዝኸውን እንታይ ምገበርኩ ወይ ምበልኩ ኢልካ ሕሰብ። ነቶም ክትጸልዎም ዝደለኻ ሰባት ኩነተ ኣእምሮኦም ፍለጥ። ኣብዘን ዝስዕባ ኩነታት እንታይ ምገበርካ? ናይ ስራሕ መምርሒ ኣብ ምሃብ፣ እዚ መምርሒ እዚ ንዓይ ተዋሂብኒ እንተ ዝኸውን ምተቐበልክዎዶ? መወዓውዒ ኣብ ምጽሓፍ፣ ኣነ እንተ ኾይነ ተዓዳጊ ኣብዚ መወዓውዒ እንታይ መልሰ ግብሪ ምሃብኩም? ጻውዒት ተሌፎን፣ ኣነ እንተ ዝኸውን እቲ ተቐባላይ ብዛዕባ እዚ ድምጸይን ኣደዋውላይን እንታይ ምበልኩም? ዝህቦ ህያብ እዚ ህያብ ዝህቦ እቲ ተቐባሊ ይፈትዎ ድዩ? ትእዛዝ ክህብ ከለኹም ከምዚ ኣነ ገይረ ዝእዝዞም ዘለኹ ንኣይ እንተ ዝኸውን እቲ ትእዛዝ ምተቐበልክዎ ዶ ወይ ምተጻወርክዎ ዶ? ናይ ቆልዓ ስነ ምግባር ኣመሃህራ ኣነ እንተ ዝኸውን እቲ ቆልዓ ማለት ዕድመን ስምዒታትን ኣብ ግምት ኣእትየ ብኸመይ እዚ ስነ-ስርዓት መቆጻጸሪ ምተቐበልክዎ። ግዳማዊ ትርኢት። ልዕለይ ዘሎ ሰብ ከምዚ ናተይ እንተ ዝኽደን እንታይ ምበልክዎ። መደረ ምቕራብ። እቲ ናይ ሰማዒ ድሕረ ባይታ ዝንባለን ድሌትን ኣብ ግምት ኣእትየ ኣነ እንተ ዝኸውን ሰማዒ እንታይ ምበልኩም። መዘናግዕን ግብጃን ክዕደም ከለኹም ኣነ እንተዝኸውን እቲ ዓዳሚ እንታይ ዓይነት ምግቢ፣ ሙዚቃ፣ ቦታ ምፈተኹም? ካልኣይ፣ ኩነታት ካልኦት ሰባት ኣብ ግምት ኣእቱም። ሰባት ካብ ናትካ ዝተፈልየ ትምህርቲ፣ ዝንባለ፣ ድሕረ ባይታ፣ ኣታዊ ስለ ዘለዎም ከም ነብስኻ ኣይትሕሰቦም። ኩሉ ኩነታቶም ኣጽንዕ። ሐ። ኣብ ከምዚ ዓይነት ኩነታት ኣነ እንተ ዝኸውን እንታይ ምገበርኩ ኢልካ ገዛእ ርእስኻ ኣብ ቦታ ካልኦት ሰባት ብምእታው ንነብስኻ ሕተታ። ለ። ንነብስኻ ኣብ ስፍራ እቲ ካልእ ሰብ ምስ ኣእተኻያ ተግባርካ ፈጽም። ሰለስተ። ከም ሰብ ብኸመይ ንነገራት እኣልዮም ኢልካ ሕሰብ። ሰባት ሰለስተ ዝተፈላለዩ ኣገባብ ኣመራርሓ ኣለዎም። ሀ። መላኺ። እዚ ኣገባብ ኣመራርሓ እዚ ንትሕቲኻ ዘለዉ እዝኒ ከይሃብካ ምምራሕ እዩ። እዚ ኸኣ ኣብ ልዕለይ ዘይምእዙዝነት ከየርእዩ ካብ ምባል ዝነቅል ሻቕሎትን ኣነ እፈልጠልኩም ካብ ዝብልን ዝነቐለ እዩ። መለኽቲ ነዊሕ ዕድመ የብሎምን። እቶም ብትሕቲኦም ዘለዉ ሰብ ንግዜኡ ምእዙዛት ክመስሉ ይኽእሉ ይኾኑ፣ ንዓቢ ከም ዘስዕቡ ግና ርዱእ እዩ። ሒደት ቀልጢፎም ስራሕ ክገድፉ ከለዉ እቶም ዝተረፉ ኸኣ ተወዳዲቦም ኣንጻር'ቲ መላኺ ይለዓሉ። ለ ጠረው እዚ ዓይነት መራሒ እዚ ሕግን ትእዛዝን በታ መምርሒ ወይ ጽሕፍቲ እትብላ ኢሉ ዝመርሕ ኩነታት ዘየገናዝብ ዘይርዳእን ዘይተዓጻጽፍን መራሒ እዩ። እዚ ልክዕ ንትሕቲኡ ዘለዉ ከም ማሽን ሓሲቡ ዝኣልዮም እዩ። ከም ማሽን ተቖጺሮምን ተመሪሖምን ዝሰርሑ ሰባት ከኣ ውሱን ዓቕሞም ጥራይ እዮም ዘውፍዩ። ሐ ከም ሰብ ከም ሰብ ኮይኖም ዝመርሑ ቀዳምነት ክብሪ ሰባት ዝሰሩ እዮም። ነቲ ስራሕ ከስልጥዎ ድሌት ትሕቴኻ ዘለዉ መሳርሕትኻ ርኣይ ማለት እዩ። ንመሳርሕትኻ ብኽብሪ እለዮም። ክንዲ እቲ ንስኻ ኣብ ልዕሊኦም ዘርኣኻዮ ተገዳስነት፣ ክንድኡ ይተሓባበሩኻ። ከም ውጽኢቱ ከኣ ናብ ዝለዓለ የሰጋግሩኻ። ኣብ ዝረኸብካዮ ኣጋጣሚ ነቶም መሳርሕትኻ ኣብ ቅድሚ ሓለፍትኻ መጉሶም። ንትሕቴኻ ዘለዉ ሰራሕተኛታት ምምጓስ ብሓለፍተይ ትሑት ክርኣይ ኢልካ ኣይትፍራሕ። ከምኡ ብምግባርካ ሓላፍነትካ ዝምንጥለካ ሰብ የለን፣ እኳ ደኣ ዕድመ ስልጣንካ ኢኻ እተናውሕ። ንባህርያት መሳርሕትኻ ኣብ ዝዀነ ኣጋጣሚ ኣድንቕ። ንምትሕግጋዞም ኣድንቆም። ንዅሉ ተወሳኺ ደገፍ ዝሃቡኻ ኣመጕሶም። እትኸስሮ ነገር ከኣ የለን። ንሰባት ምትብባዕ ተለማመድ። በቲ ቕኑዕ መገዲ ኣተባብዓዮም። ኣይተባጩ። ኣይትስተናቐቕ። ኣርባዕተ፣ ንምዕባለ ሕሰብ። ኣብ ምዕባለ እመን። ንምዕባለ ድማ ድፋእ። እዚ እንተ ጌርካ ንምዕባለና እዩ ዝሓስብ ናይ ስራሕ ሰብ እዩ ተባሂልካ ክትነኣድ ኢኻ። ኣብ ዝኾነ ሞያ ዕቤት ዝርከብ ክሳብ ክንደይ ንምዕባለ ይሓስብ ይደፍእ ብዝብል መገምገሚ እዩ ናብ መሪሕነት ሰጉም ናብ ቅድሚት ኣማእዱ። ናይ ምዕባለ ኣተሓሳስባኻ ዘማዕብሉ ክልተ ብሉጻት ነገራት ሀ ኣብ ኩሉ እትገብሮ ነገራት ብዛዕባ ምምሕያሽ ሕሰብ። ለ ኣብ ኩሉ እትገብሮ ስራሕ እቲ ዝለዓለ ብቕዓት ሕሰብ። ኣብ ምዕባለ ዝርግሐ ሓድሽ ኣገባብ፣ ሓድሽ ፍርያት፣ ዝበለጸ ኣብያተ ትምህርቲ፣ ብልጽግና፣ ወዘተ እመን። ኣብ መሪሕነት ዘሎ ሰብ ጥዑይ እንተኾይኑ፣ ብትሕቲኡ ዘለዉ ጥዑያት ክኾኑ ግድን እዩ። ሓደ ምሕደርኡን ኣካይድኡን ዝጋዕዘየ ትካል፣ ቤት ትምህርቲ፣ ኮሌጅ፣ ማሕበር፣ ወዘተ፣ ክዕረ ዝኽእል፣ ነቲ ኣብ ላዕሊ ወይ ኣብ ሓላፍነት ዘሎ ሰብ ብኻልእ ብምትካእ እዩ። ኣብ ዝኾነ ጉድለታት እውን ተሓታቲ እቲ ኣብ ርእሲ ዘሎ ሰብ እዩ። ኣነ ኣብ ላዕለዋይ ሓላፍነት እንተዝህሉስ እተን ኣብ ትሕተይ ዝመሓደራ ኮማት፣ ኣብያተ ትምህርቲ፣ ኣብያተ ጸሎት ከመይ ምኾና ነይረን ኢልካ ንገዛእ ርእስኻ ሕተታ። ከምቲ ኣብ ትሕቴኻ ዘለዉ ሰባት ክኾንዎ እትደልዮ ሕሰብ፣ ተዛረብ፣ ተዋሳእ፣ ንበር እሞ ከምቲ ክኾኑልካ ዝደለኻዮ ኩነሎም። ድሕሪ ግዜ ታሕተዎት ሰራሕተኛታት ልክዕ ቅዳሕ ናይ ሓላፊኦም እዮም ዝኾኑ። እቲ ቅዳሕ ብግቡእ ክቅዳሕ እቲ ቀንዲ ክጥዕ ኣለዎም። ናይ ምዕባለ ኣተሓሳስባኻ ዝምርምራ ሕቶታት፣ ቀዳማይ፣ ኣብ ስርሐይ ዘሎኒ ኣተሓሳስባ ንምዕባለ ድዩ? ሀ፣ ንስርሐይ ዘሎኒ ኣተሓሳስባ ብኸመይ ዝበለጸ እዓይ ዝብል ድዩ? ለ፣ ኣብ ስርሐይ መሳርሕተይ ውጽኢት ስርሐይ? ኣድናቖት ይህብ ድየ? ሐ። ካብቲ ቅድሚ ሰለስተ ወይ ሽዱሽተ ወርሒ ዝነበርኩ ንላዕሊ ብዓይነትን ብብቕዓትን ማዕቢለ ዶ? መ። ንመሳርሕተይ፣ ሕብረተሰበይ፣ ጽቡቕ ኣርኣያ ዶ ኮይነ? ካልኣይ፣ ናብ ስድራቤተይ ዘለኒ ኣተሓሳስባ ንምዕባለ ድዩ? ስድራቤተይ ኣብዚ እዋን እዚ ካብቲ ቅድሚ ሰለስተ ወይ ሽዱሽተ ወርሒ ዝነበሮ ንላዕሊ ሕጉሳት ድዮም? ለ ናይ ስድራ ቤተይ ናብራ ንምምሕያሽ ብመደብ ዶ እገብሮ ኣለኹ? ሐ ስድራ ቤተይ ካብ ገዛ ወፃኢ ርኡይ ዝኾነ ንጥፈት ዶ ኣለዎም? መ ኣርኣያ ናይ ምዕባለ ኮይነ ንደቀይ ንምዕባለኦም ይሕግዝ ዶ? ሳልሳይ ናይ ገዛእ ርእሰይ ዘሎኒ ኣተሓሳስባ ንምዕባለ ድዩ? ሀ ካብቲ ቅድሚ ሰለስተ ወርሒ ሽዱሽተ ወርሒ ዝነበርኮ ንላዕሊ ብቕዓተይ ተማሕይሹ ዶ? ለ እቲ ዝገብሮ ርእሰ ምምሕያሽ ብኻልኦት ሰባት ከም ዝማዕበልኩ ዝረኣ ድዩ? ሐ። ብውሕዱ ንሓሙሽተ ዓመት ዝሓለነ ዕላማ ዶ እሕንጽጽ? መ። ኣብቲ ዘለኹዎ ማሕበር ወይ ጉጅለ ኣተባባዒ ድየ? ራብዓይ። ናብ ኮሚይ ዘለኒ ኣተሓሳስባ ንምዕባለ ድዩ? ሐ። ኣብ ዝሓለፈ ሽዱሽተ ወርሒ ንኮመይ፣ ጎረቤት፣ ቤት ትምህርቲ፣ ቤት ጸሎት፣ ኣበርክቶ ገይረ ዶ? ለ። ነቲ ኮም ዝገብሮ ንጥፈታት የነኣእስ፣ እነቅፍ፣ እዕዘምዝም ወይ እተባብዕ ድየ? ሐ። ኮም ንምምሕያሽን ንምምዕባልን ተበግሶ ዝወስድ ሰብ ድየ? ምስ ገዛእ ርእስኻ ንምዝርራብ ኮነ ዝለዓለ ዓቕሚ ኣተሓሳስባኻ ንምምዝማዝ ግዜ ፍለም። ብዙሕ ግዜ መራሕቲ ኣብ ስራሕ ጽሙዳት ጌርና ኢና እንወስዶም። ከምኡ'ዮም ከኣ። መሪሕነት ኩሉ ግዜ ኣብ ስራሕ ምጽማድ እዩ ዝደሊ። እንተስተብሃልና ግና መራሕቲ ንዝተወሰነ ግዜ ብሕት ኢሎም ንኽሓስቡ ብሕትውና ይመርጹ እዮም። እዞም ብታሪኽ እንፈልጦም መራሕቲ ሃይማኖት፣ ፖለቲከኛታት ብሕትው ዝበለ ቦታን ግዜን ፈልዮም ሓሲቦም እዮም። እዞም ሕማቕ ኮነ ጽቡቕ ታሪኽ ኣብዛ ዓለም ገዲፎም ዝኸዱ መራሕቲ ብሕትው ዝበለ ናይ መሕሰቢ ግዜ ወሲዶም እዮም። ፍራንክሊን ሩዝቨልት ናይ መሪሕነት ዓቕሙ ዘጥረዮ ኣብቲ ብፖልዮ ሓሚሙ ተደኒሱ ንበይኑ ዝነበረሉ ግዜ እዩ። ሃሪ ትሩማን ናይ መሪሕነት ዓቕሙ ክብ ዘበሎ ኣብቲ መንእሰይ ዝነበረሉ ግዜ ኣብ ሚሰወሪ ናይ ሕርሻ ቦታ ኮይኑ እዩ። እቲ ነዒንቲ ልቦና ጀርመናውያን ኣዕዊሩ ንመላእ ዓለም ክቆጻጸር እከይ መደብ ዘውጸኣ ሂትለር ኣብቲ ኣብ ቤት ማእሰርቲ ንኣዋርሕ ዝተሓበሰሉ ግዜ እዩ። እቶም ማሕበርነት ዝብል ስነ ሓሳብ ዘበገሱ ለኒን፣ ስታሊን፣ ማርክስን ካልኦትን ኣብ ቤት ማእሰርቲ ኮይኖም ብዘይ ገለ ረቢሻ ብሕትው ኢሎም ስለ ዝሓሰቡ እዩ። እቲ መጠቓለሊ ነጥቢ እቶም ኣብ ዝኾነ ዓውዲ ዕዉታት ዝኾኑ ሰባት ንበይኖም ብሕትው ኢሎም ምስ ገዛእ ርእሶም ስለ ዝመያየጡ እዩ። ንኽውጥኑ፣ መፍትሒ ንኸናድዩ፣ ጸገማቶም ንኸለልዩ ብሕትው ኢሎም እቲ ዝለዓለ ሓይሊ ኣተሓሳስብኦም ብዘይ ገለ ምርባሽ ይምዝምዙ። ብዙሓት ሰባት ዘለዎም ዓቕሚ ኣተሓሳስባ ክምዝምዙ ዝሓጽሮም ምስ ገዛእ ርእሶም ከይተዘራረቡ ምስ ካልእ ክዘራረቡ ምሉእ ግዜ ስለ ዘሕልፍዎ እዮም። ምስ ካልኦት ክዘራረብ ካብ ሰባት ከይተፈልየ ቀንጠመንጢ ክኣልል ክሓሚ ዘሕልፎ ሰብ ሓደ ዝኾነ ርጡብ ዝኾነ ሓሳብ ከመንጭው ዘይሕሰብ እዩ። እተን ካብ ሰባት ፍልይ ዝብለለን ግዜ ኣብ ተለቪዥን ምዕዛብ፣ ሬድዮ፣ ቴፕ ምስማዕ፣ ብቴሌፎን ምዝርራብ ብምሉኤን ዘሕልፈን እንተኾይኑ ምስ ገዛእ ርእሱ ዝዘራረበሉን ዝማረኸሉን ግዜ ኣይረክብን። መዓልታዊ ንበይንኻ ብሕት ኢልካ እትሓስበሉ ግዜ እንተወሓደ ንፍርቂ ሰዓት መድብ። ወጋሕታ ቅድሚ ኹሉ መዓልታዊ ዕግርግር ሰባትን ማካይንን ምጅማሩ ወይ ከኣ ምሸት ቅድሚ ምድቃስካ ኩሉ ሰብ እርፍ ምስ በለ እንተኾነ ዝበለጸ። ብዝኾነ ሓንጎልካ ኣህድእ ኣቢልካ ካብ ዝኾነ ዕግርግር ናጻ ኮይንካ ተዛኒኻ እትሓስበሉ ዝሓሸ ግዜ ምረጽ። ኣብዚ ግዜ እዚ ክልተ ዓይነት ሜላ ኣተሓሳስባ ክትጥቀም ትኽእል ኢኻ። ንሱ ከኣ ውሱንን ዘይውሱንን ኣተሓሳስባ እዩ። ውሱን ኣተሓሳስባ ነቶም ዘጓነፉኻ ሽግራት መሊስካ ምድህሳስ እዩ። ኣብቲ ብሕትው ኢልካ እትሓስበሉ ግዜ ሓንጎልካ ነቲ ሽግር መፍትሒ ንምንዳይ ኣብ ስራሕ ምጽማድ እዩ። ርጡብ ዝኾነ ፍታሕ ከኣ የመንጩ። ዘይውሱን ኣተሓሳስባ፣ እቲ ሓንጎልካ ክሓስቦ እትደልዮ ነገር መሪጽካ ምሕሳብ እዩ። ነቲ ዕቑር ኣተሓሳስባ መዚዙ ይቕርቦ። ዘይውሱን ኣተሓሳስባ ርእሰ ግምገማ ኣብ ምግባር ይሕግዝ። ዝበለጸ ዕዮ ብኸመይ እ ኣዪ? ቀጻሊ ጎዕዞይ ናበይ እዩ? ንዝብል መሰረታዊ ነገር መገድን ሜላን ይፈጥር። መጀመርታ ስራሕ ናይ መራሒ ምሕሳብ እዩ። እቲ ናይ መጀመርታ ምድላዋት ንመሪሕነት ምሕሳብ እዩ። ንቑሩብ ግዜ ብመደብ ብብሕትውና ሕሰብ፣ ንዓወት ድማ ዝያዳ ኩሉ ሕሰብ። መጠቓለሊ፣ ዝበለጸ መራሒ ክትከውን እንተደሊኻ ነዘን ዝስዕባ ኣርባዕተ መምርሒታት ኣብ ግብሪ ኣውዕለን። ኣእምሮ ሰባት ኣንብብ። ናይቶም ጽልዋ ክተሕድረሎም ዝደለኻ ሰባት ኣእምሮ ኣጽንዕ። ንነገራት በዒንቶም እንተ ርኢኻዮ፣ ሽዑ ሰባት ብቐሊሉ ከምቲ ክኾኑልካን ክገብሩልካን እትደልዮም ክኾኑልካን ክገብሩልካን እዮም። ቅድሚ ዝኾነ ነገር ምጅማርካ፣ ኣነ ኣብቲ ቦታ እቲ ሰብ ነይረ እንተ ዝኸውን ብዛዕባ እዚ ነገር እዚ እንታይ ምሓሰብኩ ወይ ምበልኩ? ኢልካ ንገዛእ ርእስኻ ሕተት። ክልተ፣ ከም ሰብ ኴንካ ንሰባት ቅረቦም። ኣብ ዝኾነ እትገብሮ ብሰብኣዊ መገዲ ነዚ ነገር ብኸመይ ዝኣልዮ ኢልካ ገዛእ ርእስኻ እናሓተትካ ክብሪ ሰባት ገምት። ከምቲ ሰባት ንኣኻ ክገብሩልካ እትደልዮም ንስኻ እውን ከምኡ ግበረሎም። ኣማስያኡ ኸኣ ክትረብሕ ኢኻ። ሰለስተ፣ ንምዕባለ ሕሰብ። ንምዕባለ እመን፣ ንምዕባለ ኸኣ ድፋእ። ኩሉ እትሓስቦን እትገብሮን ንምምሕያሽ ይኹን። ዝበለጸ ዓይነትን ዓቐንን ከተፍርሕ ሕሰብ። ድሕሪ ግዜ ብታሕቲ ዘለዉ ናይ ብልዕሊኦም ዘሎ ቅዳሕ እዮም ዝኾኑ። እቲ ቀንዲ ጥዑይ እንተኾይኑ እቲ ፎቶ ኮፒ ቅዳሕ እውን ክጥዕይ ናይ ግድን እዩ። እዚ ኣብ ኩሉ ንጥፈታትን ቦታን ኣተግብሮ፣ ኣብ ገዛ፣ ኣብ ስራሕ፣ ኣብ ኮም፣ ንምዕባለ ሕሰብ። ኣዕቢኻ ንኽትሓስብ ዝሕግዙ ኣገባባት። ሓደ፣ ውድቀትካ ዝደልዩ ሓሳዳት ሰባት ኣለዉ። ድኹማት ክነይሚን ሰባት ናትካ ውድቀት ክደልዩ ከለዉ ኣዕቢኻ ሕሰብ። ገለ ሰባት ናትካ ውድቀት፣ ሕማቕ ኣጋጣሚ፣ ዘሕጉሶም፣ ውድቀትካን ነቐፌታኻን ምስማዕ ባህ ዘብሎም ኣለዉ። ግና እዞም ሓሳዳት ሰባት እዚኣቶም ነዘን ዝስዕባ ሰለስተ ነገራት እንተ ተግቢርካ ሓንቲ ኣይገብሩኻን እዮም። ምስ ትሑት ኣተሓሳስብኦም ኣይትበኣስ። ምስ ጸቢብ ኣተሓሳስባ ዘለዎም ሰባት ምጭቕጫቕ ኮነ ምትህልላኽ ንዓኻ ናብ ደረጅኦም እዩ ዘውርደካ። ብተግባርካ ከም ጸርፉኻ ተጸበ። እዚ ሓደ ካብ ዕቤት ተርኢ ከም ዘለኻ ዘእንፍተልካ መሐበሪ እዩ። ተጻረፍትን ሓመይቲ ሰባት ስነ ልቦናዊ ሕሙማት ምዃኖም ንገዛእ ርስኻ ኣእመና። ከም መጠን ዓቢ ኣተሓሳስባ ዘለዎ ሰብ ሕዘነሎምን ደንግጸሎምን ጥራይ። ካልኣይ ርእስኻ ኣይተትሕት። ኣዕቢኻ ሕሰብ። ድኹም ኢልካ እንተ ሓሲብካ ድኹም ኢኻ። ብቑዕ ኣይኮንኩን ኢልካ እንተ ገሚትካ ብቑዕ ኣይኮንካን። ነብስኻ ምስ ታሕተዎት ደረጃ እንተ ሰሪቕካያ ታሕተዋይ ደረጃ ኢኻ። ርእሰ ምትሓት እትፍውሰሉ ኣገባባት፣ ሀ ኣገዳሲ ሰብ ምሰል። ኣገዳሲ ምምሳል ኣገዳሲ ነገር ንኽትሓስብ ይሕግዘካ። ግዳማዊ ትርኢትካ ንውሽጣዊ ስምዒትካ የለዓዕለልካ። ለ ኣብ ህሉው ዓቕምኻ ተመሰጥ። እቲ እወታዊ ጎንታትካ ፈሊጥካ ዕቑር ዓቕምኻ ተጠቐመሉ። ሐ ንሰባት እቲ ግቡእ ሚዛን ሃቦም። እቲ ካልእ ሰብ ልክዕ ከማኻ ፍጡር ወዲ ሰብ እዩ ስለምንታይ ትፈርሖ ኣኽብሮ እምበር ኣይትፍርሓዮ። ሳልሳይ ንኩራን ዘይምርድዳእን ኣግልለሉ። ኣዕቢኻ ሕሰብ ኩራ ወይ ዘይምርድዳእ ክለዓል ከሎ ብኸም ዝስዕብ መከቶ፣ ሀ ንገዛእ ርእስኻ እዚ ጉዳይ እዚ ክጨቓጨቐሉ ኣገዳሲ ድዩ በል። ለ ካብ ጭቕጭቕን ዘይምርድዳእን ክሳራ እንተዘይኮይኑ ፋይዳ የለን። ራብዓይ፣ ውድቀት ክስምዓካ ከሎ ኣግፊሕካ ሕሰብ። ብዘይ መሰናኽልን ላዕልን ታሕትን ዝብጻሕ ዓወት የለን። እንተኾነ ዝተረፈ ህይወትካ ብዘይ ውድቀት ክሕለፍ ይከኣል እዩ። ስለዚ ውድቀት ክስምዓካ ከሎ ኣስፊሕካ ሕሰብ። ኣስፊሖም ዝሓስቡ ሰባት በዚ ስዕብ ክሰግርዎ ይኽእሉ እዮም። ሀ ዕንቅፋት ከም መምሃሪ ውሰዶ። ካብኡ ተምሃር፣ ተመራመረሉ፣ ንቕድሚት መገስገስ ተጠቐመሉ። ካብ ዘጋጥሙኻ መሰናኽላት ገለ ነገራት እርፍ። ለ ቀጻሊ ዘየቋርጽ ምርምር ኣካይድ። ካብቲ ተግባርካ ድሕር ኢልካ ብምምላስን ብምዝላቕን ብሓድሽ ኣገባብ ግጠም። ሓድሽ ኣገባብ ንምጥቃም ተመራመር። ብሓንቲ ሜላ ጥራይ ኣይትተሃላለኽ፣ መገዲ ቀይር። ሓምሻይ፣ ፍቕሪ ክሰናኸል ከሎ ኣዕቢኻ ሕሰብ። ኣሉታዊ ትሑት ዝኾነ ኣተሓሳስባ ንፍቕሪ ይቐትሎ። ነቲ ናትካ ክኸውን ዝግብኦ ፍቕሪ የዕንዎ። ኣብ ናይ ፍቕሪ ህይወት ነገራት ምስ ዝበላሸዉኻ ነዘን ዝስዕባ ግበር። ሀ ናብቲ ጽቡቕ ጎኒ ናይታ እተፍቅራ ሰብ ጥራይ ኣድህብ። እቶም ድኹማት ጎንታት ከም ካልኣዊ ውሰዶም። ለ ኣዘውቲርካ ንኣፍቃሪትካ እቲ ዝበለጸ ነገር ግበረላ። ኣብ ሓዳር ሓጎስ ክትረክብ ኣዕሚቕካን ኣስፊሕካን ሕሰብ። ሻድሻይ፣ ዕቤትካ ዘገምታዊ ክኸውን ከሎ ኣስፊሕካ ሕሰብ። ዓይነት ስራሕካ ብዘየገድስ፣ ወሰኽ ደሞዝካ ወይ ዕቤት ደረጃ ሓላፍነት ዝርከብ ኣብቲ እተፍርዮ ዓይነትን ብዝሕን እዩ ዝምርኮስ። ነዚ ስዕብ ግበር፣ ዝሓሸ ክገብር እየ ኢልካ ሕሰብ። ባዕሉ ዝበለጸ ኮይኑ ዝዳሎ ነገር የለን። ዝበለጸ ነገር ክገብር እኽእል እየ ዝብል ሓሳብ ምስ መንጨወ ጥራይ እዩ ንመተግበሪ ዝኸውን ሜላታት ዝምንጩ። ዝበለጸ ክገብሮ እየ ዝብል ነቲ ናይ መሃዝነት ኣእምሮ ይኸፍቶ እዩ። ማርሻ ፍጥነት ዕቤትካ ከኣ ይቐይር። ለባም ሰብ ጎይታ ኣእምርኡ እዩ፣ ዓሻ ሰብ ከኣ ባርያ ኣእምርኡ ይኸውን። ተፈጸመ። ዝተተርጎመሉ ዓመተ ምህረት ክልተ ሽሕን ሸውዓተን።